ፍሉጥ ተፃዋቲ ኩዕሶ እግሪ ምስ ኮነ ግን ነዲኡ ናብ ጎደና ከም ዝደርበያ ይንገር። ሕልሚ ናይ መብዛሕቲኦም ተፃወቲ ኩዕሶ እግሪ ናብ ዝለዓለ ደረጃ በፂሖም ገንዘብን ዝናን ምስ ረኸቡ ነቶም ካብ ቁልዕነቶም ጀሚሮም ናብ ዝለዓለ ደረጃ ዘብፅሕዎም ወለዶም ምኽሓስ እዩ። እዚ ሓቂ እዚ ግን ኣብዞም ሕጂ ዝነግረኩም ፍሉጣት ተፃወቲ ፍፁም ኣይሰርሕን። እዞም ተጻውቲ እዚኦም ናይ ወለዶም ኣስማት ክሳብ ካብ ማልያኦም ምስራዝ ዝበጽሑ ተጻወትቲኸ ነንመን እዮም? ናይ ጽልኣቶም ምኽንያትከ እንታይ እዩ ዝብል ምስ ሓቀኛን ምሉእ ታሪኽን ክሕብረኩም እየ'ሞ ሓቢርኩምና ጽንሑ። ላይክ ሼር ሳብስክራይብ ክትገብሩ ድማ ብትሕትና ይሕተት። ካብቶም ኣዝዮም ንወለዶም ዝፀልኡ ተፃወትቲ ኩዕሶ እግሪ እቲ ሓደ ተፃዋታይ ሊቨርፑል ሆላንዳዊ ቨርጂል ቫን ዳይክ እዩ። እዚ ሆላንዳዊ ተፃዋቲ ሊቨርፑል ኣብቲ ዝኽደኖ ማልያ ብድሕሪቱ ከምቶም ካልኦት ብፆቱ ምሉእ ሽሙ ዘይኮነስ ናይ ባዕሉ ሽም ጥራሕ ነፂሉ ብምውፃእ ናይ ባዕሉ ሽም ጥራሕ ብምጥቃም ንብዙሓት ሕቶ ዝፈጠረ ጉዳይ ኮይኑ እዩ። ብዛዕባ እዚ ሓቦኡ ኣብዚ ጉዳይ ተሓቲቱ እቲ ሓቂ ከምዚ ኢሉ መልሲ ሂቡ እዩ፣ ቨርጅል ኣብ ቁልዕነቱ ኣብ ውሽጢ ገዛ ብዝነበረ ዘይምስምማዕ ኣቦኡ ሮል ቫን ዳይክ ድማ ደቁን ሰበይቱን ገዲፍዎም ከም ዝጠፍእን ሓቦኡ ስቲቭ ከም ዝብሎ እንተኾይኑ ድማ ኣዲኡ በይና ኾይና ከቢድ ኩነታት ሓሊፋ ደቃ ከም ዘዕበየት ተዛሪቡ እዩ። ቨርጅል ቫን ዳይክ ድማ እቲ ጨካን ኣቦኡ ንዘይምስትዋስ ሽም ኣቦኡ ብምስራዝ ንናይ ኣቦኡ ሽም ካብ ማልያኡ ክሽከሞ ከም ዘይደሊ ብምግላጽ ናይ ባዕሉ ሽም ጥራሕ ክጥቀም ተገዲዱ እዩ። ስለዚ ቨርጅል ቫን ዳይክ ኣዝዩ ነቦኡ ይጸልእ። እቲ ኻሊእ ንወላዲኡ ዓብዪ ጽልኢት ዘለዎ ተጻዋታይ ድማ ናይ ቀደም ናይ ባርሶላና ተጻዋቲ መንፊስ ዲፐይ እዩ። እዚ ተጻዋታይ እውን ናይ ኣቦኡ ሹም ካብ ማልያኡ ሰሪዝዎ እዩ። እቲ ምኽንያት ድማ ወላዲ ኣቦኡ ገና ወዲ ኣርባዕተ ዓመት እንከሎ ገዲፍዎ ስለ ዝጠፍአን ኣቦነቱ ስለ ዝኸሓዶን እዩ። ይኹን ደኣ'ምበር ናይ ግዜ ጉዳይ ኮይኑ እዚ ተጻዋታይ ምስ ኮነ ሃፍታም ዝነኛ ምስ ኮነ ኣቦኡ ድማ ዳግማይ ብምምጻእ እቲ ዝገበሮ ኩሉ ብምኽሓድ ኣቦነቱ ንምርካብ ዋላ እንተ ፈተነ፣ ንመምፊስ ግን ልቢ ዝሰብር ኣጋጣሚ ነይሩ። በዚ ዘየብቅዐ ናይ ኣቦኡ ኵነታት ናብ ሚድያ ቀሪቡ ምስ ኣዲኡ ንመምፊስ ምስ ተፋትሐ እውን ኣብ ጉዳይ ቤተሰብ ይሕግዝ ከም ዝነበረን ንመምፊስ እውን ናይ መጀመርያ ኵዕሰ ዝገዝኣሉ ንሱ ከም ዝዀነ ንዝተፈላለዩ ሚድያታት ተዛሪቡ እዩ። እዚ ዘረባ ብጣዕሚ ዝጎድኦ መንፊስ ሓደ እዋን ናብ ሚድያ ቀሪቡ ነቦኦ ዘለዎ ፅልኢት ከምዚ ክብል ገሊፅዎ እዩ እንተኽኢልኩም ዲፐይ ኢልኩም ከይትፅውዑኒ መንፊስ ኢልኩም ጥራሕ ፀውዑኒ ብናይ ኣቦይ ሽም ክፅዋዕ ኣይደልን ኣቦይ ገና ወዲ ኣርባዕተ ዓመት ከለኹ ህልም ኢሉ ገዲፍኒ ከይዱ ሕጂ እንታይ ክገብረለይ እቦይ በቦይ ስም ከይተጽውዑኒ ክብል ንሚድያታት ገሊጹ እዩ። ካሊእ ካብቶም ንወለዶም ኣዝዮም ዝጸልኡ እቲ ሓደ ማርዮ ባላቶሊ እዚ ኣዛራራቢ ማርዮ ባላቶሊ ካብቶም ናይ ቁልዕነት ግዚኦም ኣዝዩ ኩፉእ ስቃይ ካብ ዘሕለፉ ተጻወቲ እቲ ሓደ እዩ። ሕማቅ ዝባሃል ድሕረ ባይታ እውን ኣለዎም ስለዚ ማርዮ ን ወለዱ ዘለዎ ጽሊኢት ከምቶም ካልኦት ናይ ኣቦኦም ሹም ንዘይምጥቃም ጥራሕ ብምውሳን ኣየቋረጸን ብዓብዩ እውን ናይ ኣቦኡ ሹም ሙሉእ ብሙሉእ ቀይርዎ እዩ ማርዮ ባርዋ ብዝብል ሽም ካብ ጋናውያን ወለዲ ዝተወለደ እዚ ሰብ፣ ውልደቱ እውን ወለዱ ጠቕሊሎም ናብ ጣልያን ምስ መጹ እዩ። ኣብ ግዜ ቁልዕነቱ ዓብዪ ናይ ጥዕና ጸገም ዝነበሮ ማርዮ፣ ወለዱ ንሱ ንምሕካም ዝኽእል ዓቕሚ ስለ ዘይነበሮም፣ ንኻልኦት ከዕብዩ ዝኽእሉ ሰባት ብስምምዕነት ንኻልኦት ተዋሂቡ እዩ። እቲ ስምምዕነት ድማ ሓደ ሰሙን መስጦም ከዕብይዎ ዝወሰድዎ ማለት እውን ሲልቪያናን ፍራንቺስኮ ባላቶሊ ኣብኡ ግዜኡ ከሕልፍ ቀዳምን ሰንበትን ድማ ምስ ወለዱ ዝብል ነይሩ። ደሓር ግን ኣብ መንጎቶም ሓቀኛታት ወለዱ ዓብዪ ጎንፂ ስለ ዝተልዓለ ጠቕሊሉ ምስቶም ከዕብይዎ ዝወሰድዎ ቤተሰብ ምንባር ጀመረ። ክልተ ሽሕን ዓሰርተ ሸሞንተን ከም ኣቆፃፅራ ኣውሮፓውያን ዓሰርተ ሸሞንተ ዓመት ምስ መልኦን ናይ ጣልያን ዜግነት ምስ ረኸበን ናይ ኣቦኡ ሽም ሙሉእ ብሙሉእ ብምቕያር በቶም ዘዕበይዎ ምፅዋዕ ጀሚሩ። ከም ኣቆፃፅራ ኣውሮፓውያን ክልተ ሽሕን ዓሰርተ ክልተን ጣልያን ምስ ጀርመን ኣብ ዝተኻየደ ፀወታ ክልተ ሽቶታት ብምእታው ጣልያን ናብ ፍጻመ ክትሓልፍ ብምግባሩ ናይቲ መዓልቲ ዓወት ነታ ዘዕበየቶ ሲልቫና ገይርዎ ነይሩ። ድሕርዚ ብዛዕባ እቶም ትኽክለኛ ወለዱ ምንም ነገር ኣልዒሉ ኣይፈልጥን።